ብስም ጎይታና ኢየሱስ ክርስቶስ ብስም ኣቦኡን ብስም መንፈስ ቅዱስን ሓደ ኣምላኽ ብስመ ስላሴ ዘለዓለም ስላሴ ፍትዋት ስድራ ቅዱሳን ስድራ እግዚኣብሔር ከመይ ትጸንሑታ ሰላመ ፈጣሪ ምስ ኹላትና ይኹን ኣነ ሓውኹም ዳሕና እየ መዓንቲ ሒዘልኩም ዝመጻኹ ዛዕባ ብዛዕባ መቁጠርያ ኣጠቃቅማ ልብል ክኸውን እዩ ማለት እዩ ናይ መቁጠርያ ኣጠቃቅማ ሃም ኣምላኽና ሰናይ ፍቓድ ብዛሎም መዓንቲ ክንሪኦ ኢና ማለት እዩ ብመጀመርያ መቁጠርያ ንምንታይ እዩ ጥቅሙ እንተይልና መቁጠርያ ፀላኢና ሰይጣን ንገርፈሉ ፀላኢና ሰይጣን ንቆፃፀረሉ ፀላኢና ሰይጣን ነድቅቀሉ ንስዕረሉ ሓይሊ ለለዎ መሳርሒ ወይ ድማ ንሓደ ክርስትያን ንሓደ ኣርባኛ ወታደር ንሓደ ክርስትያን ወታደር ዕጥቂ እዩ ማለት እዩ። ሰይጣን ሃም ንፈልጦ ካብ ሰማያት ስፍራ ልስኣነ ብበትሪ እዩ ብዱላ እዩ ተቐጥቂጡ ወሪዱ ማለት እዩ ወዲቑና እዚ መንፈስ እዚ ባህሪኡ ንኣድጊ ባህር ዘለዎ ፀላኢ ስለዝኾነ እዚ ተፃባኢ እዚ ብመቁጠሪያ ሓይሊን ክንገርፎን ኢና ማለት እዩ ካብ ህይወትና ስፍራ ክንስእኖ ተኮይና ካብ ህይወትና ስፍራ ክስእን ተኮይኑ ካብ ህይወትና ክርሕቅ ክወድቕ ተኮይኑ

እና ሃመይ ጌርና ኢና ንጥቀም ልብል ክንሪኦ ኢና ማለት እዩ ኣብ መጀመርያ ቅድሚ ምግራፍና ማለት እዩ መቁጠርያ ቅድሚ ምግራፍና ኢድና ቅባ ቅዱስ ክንቕባእ ንኢና ማለት እዩ ቅባ ቅዱስ ተቐቢእና መቁጠርያና ቅባ ቅዱስ ክንቐብኦ ንኢና ኣብ ቅባ ቅዱስ ምስ ቀባእና ነማዕተውሉ ንኢና ብስም ስላሴ ኢልና በስም ኣብ ብወልድ መንፈስ ቅዱስ ዋሕድ ኣምላክ ኣሚን ናይ ስላሴ ናይ መለኮት ሓይሊ ናይ ድንግል ማርያም ሓይሊ ናይ ቅዱሳን ሓይሊ ናይ ሚካኤል ገብርኤል ናይ ቅዱሳን መላእክቲ ኩሎም ሓይሊ ናይ ቅዱሳን ናይ ሰማዕታት ናይ ነቢያት ናይ ጻድቃን ናይ ሃዋርያት ሓይሊ ኣብዚ መቆጣሪ ሓዲሩን ጸላይ ሰይጣን ዘድቅቆ ሓይሉ ዘድኩሞ ይኹን ለቃጽሎ ይኹን ኢልና ክንባርኾ ኢና ኡፍ ኡፍ ኢልና ማለት እዩ ኣብኡ ምግራፍ ንጅምር ማለት እዩ እና መጀመርያ ብምንታይ ኢና ንገርፍ ተይልና መጀመርያ እዞም ዋና መናፍስቲ ዝበሃሉ ኣብ ዝባንና ስለ ዝቕመጡ ዝባንና ክንገርፎን ኢና ማለት እዩ ኣብ ዝባንና እዮም ዝቕመጡ ኣብዚ ኣብ ዝባን ማለት እዩና ኣብ ዝባን ዘለካ ርኩስ መንፈስ ኢልና ኣብዛ እንግዳዕ ንብላ ድማ ኣብዛ ልዕሊ ዝባንና ዘሎ ዓይነ ጥላዊ ኮይኑ እዩ ዕድልና ልሽፍኑ ዕድልና ልዓፅዮ ማለት እዩ ዓይነ ጥላ ርኩስ መንፈስ ብስላሴ ስም ልቐቕ ብስላሴ ስም ዕድለይ ልቐቕ ብስላሴ ስም ዓይነ ጥላ ብድንግል ማርያም ስም ብቅዱስ ሚካኤል ስም ብቅዱስ ገብርኤል ስም ልቐቕ ብቅዱስ ሚካኤል ስም ናበልና ክንገርፎ ኒኤና ማለት እዩ ሓኡ ኣብ ዝባንና ምዛር መንፈስ በዚሕ ሻዕ ኣብ ዝባንና እዩ ልቕመጥ ፈረሰ እዩ ኢሉ ስለ ልሓስብ ፈረሰ እዮም ኢሉ ስለ ልሓስብ ኣብ ዝባንና እዩ ልቕመጥና ዝባንናም ብስላሴ ስም ዛር መንፈስ ጠቋር ዓይነ ጥላ ወሰንጋላ ሞጮ ዘሪጋ ኣዳል ወርቁ ሻምበሶ ሓጎስ ብስላሴ ስም ተቃፀል ብድንግል ማርያም ስም ተቃፀል እናበልና ክንገርፎ እኒኤና ማለት እዩ ቅዱስ ሚኪኤል ሰይፊ ይኩንካ ቅዱስ ገብሪኤል ጦር ኮይኑ ይውጋእካ ቅዱስ ሩፋኤል እሳት ይኩንካ ቅዱስ ኡራኤል መብርቅ ኮይኑ ይደምስስካ ድንግል ማርያም ትበቀልካ ቅዱስ ኡራጉኤል ይበቀልካ እናበልና ክንገርፎ እኒኤና ማለት ቅዱስ ፋኑኤል ይሳደካ እናበልና ማለት እዩ እና ኣእምሮም ኣብ ቀፂልና ኣእምሮና ልቅመጥ መንፈስ እኒኦ ኣእምሮና ልቆፃፀር ማለት እዩ እና ኣእምሮ ልቋጻጸር መን እዩ ተይልና ሴት ዛር ዓይነ ጥላ እያ ሴት ዛር ዓይነ ጥላ እና ዛር መናፍስትም ኣእምሮ ይቋጻጸሩ እዮም ስለምንታይ ለምዕባድ ማለት እዩ በይኑ ልናገር ሰብ እየ ናኸደና ሃለየ እቃ በይኑ ለዋግዕ ሰብ እየ እዚ እንታይ ተይልና ዛር መናፍስት እዮም ታዩ ታርጌቶም ተይልና ንምዕባድ እዩ ዝሰብስቡ ንምዕባድ እዩ ታርጌቶም ኣእምሮና ልቕመጥ ዛር መንፈስ ይቕመጥ እዩ ዋናም ኣእምሮና ተዓፅዮ ሳካቴሪ ናይ ሰይጣን ተባሂላ ትፅዋዕ ዛር ሴት ዛር ዓይነ ጥላ ማለት እዩ ጓል ዓይነ ጥላ ዛር ኣእምሮና ተቐመጥ ማለት እዩ እና ኣእምሮ ለለኻ ርኩስ መንፈስ ሴት ዛር ዓይነ ጥላ ዛር መንፈስ ናዝሬቱ ብጌታ ብኢየሱስ ክርስቶስ ስም ኣንተ ብኣብ ብወልድ መንፈስ ቅዱስ ስም ዘድፈጥኻ መንፈስ ርኩስ መንፈስ ብስላሴ ስም ብቅዱስ ሚካኤል ስም ብቅዱስ ገብርኤል ስም ብቅዱስ ሩፋኤል ስም ኣእምሮ ይልቐቕ ብስላሴ ስም ኣእምሮ ይልቐቕ ድንግል ማርያም ስም ኣእምሮ ይልቐቕ ሓይሊ የብልኻ ባየ ሓጢኣተኛ ኣባይ ደካማ ስልጣን የብልካይ ብስላሴ ስም ይቃወመካ ኣለኹ ኦምሬ ልቐቕ ብስላሴ ስም ኣብ ግንባር ተኣሰር ብኣብ ወወልድ መንፈስ ቅዱስ ኦምሬ ልቂቃ ኣብ ግንባር ተኣሰር እናበልና ክንግስፆ እኒኤና ኣብ ግንባርና ክንኣስሮም እኒኤና ማለት እዩ ኣብ ግንባር እዩ ልእሰር ካብ ዝባናም ለለዎ መናፍስና ገረፍና ኣብ ግንባርና ክንኣስሮም እኒኤና ማለት እዩና ኣብ ግንባር ተኣሰር እናበልና ብስላሴ ስም

ዱላ ለይፈትዩ መናፍስቲ ሰይጣን ዱላ ስለ ለይፈቲ ከምዚ እናገበርና ክንቕጥቅጦም ኒኤና ማለት እዩ ካብኡ ኣብ ኢድና ዝቕመጡ መናፍስቲ ኒኤው ኩሎም ኣብ ኢድና ለለዉ ክንፍትሾም ኒኤና ሰላቢ መንፈስ ስለ ዝተባሃልካ መንፈስ ሃፍቶ ስእኖ ንብረቶ ስእኖ ተባሃልካ ዝተለኣካ መንፈስ ርኹስ መንፈስ ብስላሴ ስም ኣታ ርኹስ መንፈስ ብስላሴ ስም ኢደይ ልቐቕ ናበልና ክንገርፎም ኒኤና ማለት እዩ ብካሊእ ኣብ ሽምጥና ዝቅመጡ እንሄው ኣብዚ ሽምጥና ንብሎ ወገብና ማለት እዩ ኣብ ወገብና ዝቅመጥ ዲስክ ኮን ተባሂሉ ማለት እዩ ናይ ኣፍስዝ ኣደምዝዝ ኣፍስዝ ኣምደምዝዝ ብስላሴ ስም ኣፍስዝ ኣደምዝዝ ብድንግል ማርያም ስም ብቅዱስ ሚካኤል ስም ብቅዱስ ገብርኤል ብናዝሬቱ ብጌታ ብኢየሱስ ክርስቶስ ስም ውፃእ ልቐቕ ብስላሴ ስም ኣብ ግንባር ላይ ብስላሴ ስም ተኣሰር ብኣብ ብወልድ መንፈስ ቅዱስ ስም ተኣሰር እናበልና ከነኣስሮ እኒኤና ማለት እዩ ኣብ ዓይንና ለሎ ርኩስ መንፈስ ክኾን ይኽእል እዩ ኣብ ፊትና ኩሉ ሻዕ ኣብ ገፅና ዝቕመጥ ቡዳ መንፈስ እዩ። ዓይኒ ጥላ እማ ኣብ ዓይንና ስለ ዝቕመጥ ዓይኒ ጥላ ቡዳ መንፈስ ብስላሴ ስም ገጽ ፊተይ ቅድመይ ልቐቕ፣ ፊተይ ገጸይ ልቐቆ ብስላሴ ስም፣ ገጸይ ልቐቕ ብድንግል ማርያም ስም፣ ዓይነይ ልቐቕ ብስላሴ ስም እናበልና ክንገርፎ እኒኤና። ኣስሚ ኮይኑ ዝቕመጥ እኒኦ ዛር መንፈስ ብዙሕ ሻዕ ኣብ ኣፍንጫም ይቕመጥ እዩና ኣፍንጫም ልቐቕ ብስላሴ ስም፣ ኣፍንጫ ለለኻ፣ ስኒ ለለኻ፣ ዓጽሚ ለለኻ ኣብ ጨጉረይ ዘለኻ ርኹስ መንፈስ ብስላሴ ስም ኩልኹም ተሰብሲብኩም ኣብ ግንባር ተኣሰሩ ኢልና ብቅዱስ መስቀል ኣብ ግንባርና ክንኣስሮም እኒኤና ማለት እዩ። እና ዝሙት መንፈስም ኣብ ምንታይ እዩ ዝቕመጥ ተይልና ኣብ ሸለፍና እዩ ዝቕመጥ ማለት እዩ እና ኣብ ሸለፍና ኣብ ከፍ መበሊና ስለ ዝቕመጥ ብስላሴ ስም ናይ ዝሙት መንፈስ ብድንግል ማርያም ስም ብቅዱስ ሚካኤል ስም ብቅዱስ ገብርኤል ስም ብቅዱስ ሩፋኤል ስም ብኣቡነ ሰላማ ከሳቴ ብርሃን ስም ብኣቡነ ገብረ መንፈስ ቅዱስ ስም ብኣቡነ ተክለ ሃይማኖት ብቅዱሳን ስም ስላሴ ስም ልቐቕ ብስላሴ ስም ኣብ ግንባር ላይ ተኣሰር እናበልና ክንገርፎ እኒኤና ማለት እዩ። ናመተት መንፈስ ኮሉሻዕ ብምግቢ ለኣቲ ምናምን ኣብ ከብድና እዩ ልቕመጥ ማለት እዩ። ኣብ ከብድና ለሎ ናይ መተት መንፈስም ንገርፎ እኒኤና ብስላሴ ስም ናመተት መንፈስ ብድንግል ማርያም ስም ብቅዱስ ሚካኤል ስም ብቅዱስ ገብርኤል ስም ኣኸብደይ ለለኻ ናይ መተት መንፈስ ብስላሴ ስም ኣብ ግንባር ተኣሰር ብኣብ ብወልድ መንፈስ ቅዱስ ስም ኣብ ግንባር ተኣሰር ዓቕሚ የብልኻይ ስራሕኻ ብስላሴ ስም ጠጠወ ብል ብስላ ኣዚዞም ስራሕካ ጠጠው ኣብል ሓሳብካ ቀይር ተንኮልካ ኣቋርፅ እናበልና ክንገርፎም እኒኤና ማለት እዩ። ካሊእ ንሪኦ ትሕቲ ኣብ እግርና ዝቕመጥ ደንቃራ መንፈስ ዝበሃል ማለት እዩ ብሸግሪ ናበሉ ዝፀውዕዎ ኣቦታትና ብሸግሪ እናተባህለ ዝፍለጥ ማለት እዩ ክንሓልፍ ተለና ናይ ዝኾነ ሕማም ገለ ልደተውፈኡ ዳካ ምናምን እናበሉ ምኽንያት ገይሩ ዝኣቲ ማለት እዩ። ብሸግሪ ሸግሪ ተባሂሉ ብምኽንያት ሸግሪ ገይሩ ልኣቲ ርኹስ መንፈስ ደንቃራ ልበሃል መንፈስ ማለት እዩ ኣብ እግርና ይቕመጥ ኣንተ ደንቃራ መንፈስ ብስላሴ ስም ደንቃራ መንፈስ ብድንግል ማርያም ስም ብቅዱስ ሚካኤል ስም ብቅዱስ ገብርኤል ስም ብቅዱሳን ስም ብናዝሬቱ ብጌታይ ብመድሓኒተይ ብኢየሱስ ክርስቶስ ስም ልቕ እግረይ ለቒቕካ ብስላሴ ስም ኣብ ግንባር ተኣሰር እናበልና ክንኣስሮም ንኤና ማለት እዩ እና ደንቃራ መንፈስ ኣብ ግሪ ይቕመጥ ማለት እዩና ደቂ ኣንስትዮ እንተኮይና ኣብ ማህፀንና ንቕመጥ ማህፀንና ልዓፂ ቾቶ ልበሃል ንዮ እና ዓይነ ጥላም ይዓፅ እዩና ዓይነ ጥላ መንፈስ ኩሉ መንፈስ ኣብ ማህፀን የሌሎ ርኩስ መንፈስ ብስላሴ ሙፃእ ናበልና ክንቕጥቅጦም ንኤና ማለት እዩ ኣብ ሕማም ዝተሰምዐና እዋንም ኣብዚ ልሕመና ክንገርፎ ንኤና ብስላሴ ስም ሽሞም ምፅዋዕ ተኸዊድና ናይ ሰይጣን መንፈስ ናይ ኣጋንንቲ መንፈስ ብስላሴ ስም ብስላሴ ስም ልቐቕ ሂወተይ ልቐቕ ዘመነይ ልቐቕ ወጣትነተይ ልቐቕ ራእየይ ልቐቕ ዕድለይ ልቐቕ ስርሐይ ልቐቕ ብስላሴ ስም ስራሕኻ ጠጠው ኣብል ብስላሴ ስም ኣብ ግንባር ተኣሰር እናበልና ብኣምላኽና ብጎይታና ብኣምላኽና ብኩሉ ዝኽእል ብኣጋእዝተ ዓለም ስላሴ ክንኣስሮም እኒኤና ማለት እዩ ኣብ ግንባር እዮም ዝእሰር ኩሉ ሻዕና ኣብ ግንባር ክንኣስሮም እኒኤና ማለት እዩ እና ወሳኒ ንሓደ ክርስትያን መሳርሒ ንሓደ መንፈሳዊ ወታደር ዋና መሳርሒ እንታይ ተይልና መቁጠሪያ እዩ ማለት እዩ ዱላ ኣይፎቲ ሸይጣን ፎቲና ጸሊእና ማለት እዩ ካብ ሰማያት ዱላ ፀሪኡ ወዲቑ ዱላ ናይ መላእክቲ ዱላ ሓይልዎ እና ካብ ህይወትና ክወፅእ ተኮይኑ ካብ ህይወትና ክርሕቅ ተኮይኑ ክሽንየልና ተኮይኑ ዝዱላ እዚ ፀይፀይ ከብሎ እኒኦ ማለት እዩ መቑፀርያ ለይተግንዩ ሰባት መቑፀርያ ትስእኑ ሰባትን ብጥዋፍ ይግረፍ እዩ ማለት እዩ። እግዚኣብሔር ንኣብነት ኣምላኽ እዩ። እዝም ሓደ ሓደ ሰብ ብሓይሊ መስሎ ጣዕ ብሓይሊ በቃ ምቋዕ እዩ መስሎ ብሓይሊ ምቋዕ ኣይኾነን። ዝወሳኒ ኣብዚ ናይ ሽም ሓይሊ ኢሉ ኣሎ ስኢሉኻም ክትወቅዕ የብልኻ ስኢሉኻ ተወቅዕ ተለኻ ንባዕልኻ ስለ ትወቅዕ ማለት እዩ እና እዚ ሓይሊ ኣብ ሽም እዩ ዝኒኦ የለኩምዶ ሽመ እግዚኣብሔር እዩ ሓይሊ ባሕሪ ኤርትራ ዝተኸፈለ ብስም እግዚኣብሔር እዩ ብያህዌ ልብል ስም ማለት እዩ ብቅዱስ ያህዌ ልብል ስም ተኸፊሉ ኣቦታትና ብስሙ ሓይል እዮም ንነ ኢሳያስ ኣዶናይ ናበሉ ማለት እዩ ፃባኦት ናበለ ኣዶና ኢሳያስ ፃባኦት ብፃባኦት ሓይሊ እዩ ብዙሕ ተኣምር ይሰርሕ ነይሩ ማለት እዩ እና እዚ ሓይሊ ኣብ ሽም ስለ ዝኾነ ንሓደ ክርስቲያን ኣብ ሓድሽ ኪዳንም ንድሕነሉ ሽም ዝተዋሃበና ክርስቶስ ኢየሱስ ልብል ሽም እዩ እና ብጎይታና ብመድሓኒትና ብኣምላኽና ብኢየሱስ ክርስቶስ ስም ክንገርፎም ኔና ማለት እዩ እምበይ ብወሳኒ ብሓይሊ ምውቃዕ ይኾነ በቃ ቃሰ ቢልካ ብስላሴ ስም ብቅዱስ ሚካኤል ስም ብድንግል ማርያም ስም ብኢየሱስ ክርስቶስ ስም ተቃፀል ህይወተ ይልቐቕ ዘመነ ይልቐቕ ዕድለ ይልቐቕ ራእይ ይልቐቕ ናበልካ ምግራፍ ኣብ ግንባር ተኣስር ስራሕኻ ጠጠው ኣብል ኢልኻ ትጎርፎ እኒኤካ ማለት እዩ። እና መቁጠርያ ለየብልኩም ሰባት መቁጠርያ ከተግንዩ ለይትኽእሉ ሰባት ተሃሊኹም መቁጠርያ ከነግነይ ንኽእል ኢልኹም ትጭነቁ ሰባት ተሃሊኹም ብጥዋፍ ማለት እዩ በቃ እዛ ጥዋፍ ቅባ ቅዱስ ትቐብዋ ቅባ ቅዱስ ምስ ቀባእኹም ትባርኽዋ ብስላሴ ስም ትገርፉ በቃ ንኣብነት እዩ ብስላሴ ስም ናበልኹም ማለት እዩ ብሽሙ ሓይሊ ትገርፍዎን ሰይጣን ኣብ ህይወተይ ለድፈጥኻ ርኹስ መንፈስ ናይ ሰይጣን መንፈስ ናይ ኣጋንንቲ መንፈስ ሓይልኻ ይድከም ስራሕኻ ጠጠው ኣብል እናበልካ ምግራፍ ናይ መቁጠሪ ኣገልግሎትም ሃምዚ ይመስል ነይሩ ማለት እዩ ብተኸእለኒ መጠን ሃምዚ ክሰርሐልኩም ከኢለ ማለት እዩ ኣምላኽ ብልሓገዘኒ ኣምላኽ ብልደገፈኒ መጠን ማለት እዩ እና ክብራት ስድራ ብጣዕሚ ኢና ነመስግነኩም ብጣዕሚ እዩ ለኽብረኩም እና ኮሜንት ምፅሓፍም ኣይትረስዑ ሕቶም ብሕታት ትኽእሉ ኢኹም ሰብስክራይብ ምግባርም ችላ ኣይትበሉ ሰብስክራይብ ዘይገበርኹም ኣሕዋት ሼር ላይክ መልዎ ብኻሊእ መዓልቲ እስካብ ንጋነን ሰላም ኣምላኽ ምስ ኹላትና ይኹን ወስብሃት ለእግዚኣብሔር።